ጆቲ ናይ ሮዚ ውሽማ ፈሊጥዎ እዋእ። ሰላም ሰላም ናይ ሸዊት ዩቲብ ተኸታተልቲ ዝኾንኩም ከመይ ኣለኹም? ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ። ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም። ሓደሽትን ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ማለት እዩ። ስለ እተበራታትዑኒ ብጣዕሚ እየ ዘመስግነኩም እግዚኣብሔር የኽብረለይ እንዳበልኩ ኩሉ ግዜ ድማ ምብርትታዕኹም ኣይፈለየኒ ክብል ይደሊ ማለት እዩ እምበኣር ከምዚ መእተዊ ዝረእኹም ወይ ኣርእስቲ ናይ ልምዓንቲ ማለት እዩ ስለ ጀቴና ስለ ሮዚ ማለት እዩ ሮዚ እና ጀቴ ብቐዳማይ ኣብ ዝረኣናዮም ሰላም ፈጢሮም ተሓሪቖም እንዳበልና እንዳተሓጎስና እንዳሃለና ኣጋጣሚ ናብ እዙ ናይ ኤዋ ልደት መሄ መፅያ ኣጋጣሚ ያው ዝኾነ ንምንታይ ፀዊዕኻያ ብዝብል ጭቕጭቕ ተፈጢሩ ያው ተፃሊኦም ማለት እዩ ምስ ሮዚ ካብኡ ድማ ሮዚ ድማ ተመሊሳ ገዛ ከይዳ ብጣዕሚ ተናዲዳ ማለት እዩ ኣጋጣሚ ድማ ጆቲ ማለት እዩ ዝኾኑ ሰባት ስለ ሮዚ ዘፈራርሕዎ ሮዚ ሓደ ነገር እንድሕር ኮይና ንዓኻ ኢና ንሓተካ ዝብል ካብ ውሽጢ ዓድና ካብ ደገ ምፍርራሓት ከም ዝበፅሖ ተናጊሩ ማለት እዩ ንሱ ክሓታ ክጥይቃ እየ ኢሉ ንፀዊዕዋ ቅድሚ ግን መጀመርያ ንዓኹም ንተመልከትቲ ይቅርታ ክብለኩም ይደሊ ካብኡ ድማ ንሮዚ እውን ይቅርታ ክብላ እየ እንዳበለ እዩ ማለት እዩ ሮዚ መፅያ ማለት ኣነ ንመሒ ኣይፀዋዕኹዋይ እንዳበለ እዩ ንመሒ ኣይፀዋዕኹዋይን ግን ድማ ኣብዚ ኩሉ ቅድሚ ሰብ እንዳሃለሲ ኣነ ይፀዋዕኹዋን ኢለ ከሕፍራ ኣይደለኹን በቃ ማለት ንኽብራ ኢለ እየ ኢሉ ማለት እዩ ክብራ ኢለ እየ እምበር ካልእ ኣይኮንኩን እምበር ኣነ እየ ዝጸዋዕክዎ ይንኣ እንዳበለ እዩ ማለት እዩ መጀመርያ ካብ ክብሪ መሓዝኻ ክብሪ ሰበይትኻ እዩ ዝበልጽ ክብል ይደሊ ማለት እዩ ሮዛ ማለት ኣደ ጓልካ እያ ብዙሕ ነገር ዘሕለፍኩም ሰባት ኢኹም መጀመርያ ሰበይትኻ ተኸብር ካብኡ ድማ ሰብ ሰብ ክቡር እዩ ብርግጽ ሰብ ክቡር እዩ ሰብ ክስካብ ዝኾነ ድረስ ክቡር እዩ ንማንም ሰብ ኣይተኽብር ምናምን ኣይኮንኩይ ዘለኹ ግን ከዓነይ ቅድሚያ ንሰበይትኻ ክብሪ ክትህባ ኣለካ ሓሳባታ ክትርዳእ ኣለካ እዚ ንዓይ ደስ ይብለኒ ካብዚ ሓሳባት እዚ ወይ ከዓ ካብዚ ነገር እዚ ትቆጠብ ተላትካ ክትቁጥብ እዩ ዘለካ ማለት ንሳ ማለት መናብርትኻ ችግርካ መኻፍልትኻ ስለልኾነት ግድን ንስኹም ሓደ ኣካል ስለልኾንኩም ክልቴኹም ክሰምዓ ክሰምዓ ክሰምዓካ እዩ ዘለዋ ማለት እዩ ግን ክረዳድኦ ኣይክኣል እዩ ብሓሳብ ካብኡ ድማ ሮዚ መፅያ በቃ ኣነሲ መጀመርያ እውን ኣይኣመንኩካ ነይረ በቃ ሓምሳ ፐርሰንት እየ ኣሚነካ ሓምሳ ፐርሰንት ድማ ንጓለይ ክብል እየ ተመሊሰካ እምበር ኣባኻ እምነት ሙሉእ ንሙሉእ ሃልዩኒ ኣይኮነን ተመሊሰካ ኢላቶ እዩና ብስሩ ሓምሳ ፐርሰንት እውን ክኣምነካ ኣይነበረንን ዕስራን ሓሙሽተን ፐርሰንት እዩ ክኣምነካ ነይርኒ እንዳበለት እያ ማለት እዩ ብርግጽ ሰብ ኮይኑ ዘይሰሓት የለን ቤተሰብ ማለት እዩ ክሰሓት ይኽእል እዩ ጽቡቕ መንገዲ ዝኸይድ ዘለዎ መሲልዎ ርሕቐት ብዙሕ ርሕቐት ብዙሕ ርሕቐት ዘለዎ መንገዲ ክጓዓዝ እዩ ይኽእል እዩ ግን ማዕረ ወሊድኩም ዘሚድኩም ኣብዚ በጺሕኩምሲ ካሊእ መንገዲ ክትጓዓዝስ ከቢድ እዩ መጀመርያ ካብ መጀመርያ ስጀመር ዘምጸኻያ ማሂ ባዕልኻ ኢኻ ማለት ፕራንክ ክገብር ኢልካ ናብዚ ኩሉ ጣጣ በጺሑኒዮ ብሰንክኻ እዩ ካብኡ ድማ ማሂ ማለት እዩ ማሂ ካብ ሂወቶም እንተዝወፅእ ናብ ሂወቶም ጣልቃ እንተይዝኣት ትህንትዚ ትኣትዊ ክብለኪ ይደሊ ማለት እዩ ኩሉ ግዜ ብሰንክኺ ከምዚ ኢሎም ክጨቃጨቁ ክበኣሱ ንእሽተን ኣይድብረኪ ወይ ከዓ ሸም ኣይሕዘኪ መጀመርያ ሪኢኺ ኢኺ ፕራንክ ክገብራ ከሎ ኮርያ ዶ ከይዳ ድሕሪኡ ምስኡ ክትፀሓሓፊ ወይ ከዓ ክትራኸብስ ኣይነበረክን ማለት እዩ ንምንታይ ከማኺ ጓል ኣንስተይቲ እያ ወሊዳ እያ ብዙሕ ነገር እንትን ኢለ እያ እና ዋላ ሓደ ነገር ዋላ ሺ ጆቲ ደልየኪ ንበል ካብ ጆቲ ክትርሕቕ ዘለኪ ንምንታይ ንዓይ ንነብሰይ ብቻ ይጥዓመኒ ክንብል የብልናን ኣብ ሂወትና ማለት እዩ ከምኡ እንተኾይንና ንዓይ ንነብሰይ ብቻ ይጥዓመኒ ንብል እንድሕር እንተኾይንና ምንም ጥቕሚ የብሉይ ካብ ጥቕሙ ጉድኣት እዩ ዝበዝሕ ማለት እዩ ሓንቲ መዓልትሲ ምጉዳእናስ ኣይቐርየናይ እንተኸማና ዝበለ ሰውንሲ ክንሓስበሉ ኣለና ማለት እዩ እና ካብ ህይወቶም ወፂኺ ማለት ሮዚ ከምዘይ ትደልዮ ዘላ ትስ ናትኩም ርክብ ናትኩም ምሕዝነት ኣይትደልዮ ዘላ እሳ ደስተኛ እንድሕለይ ኮይነ ከዓነ ካብኡ ከትርሕቂ ከም ዘለኪ እየ ክነግረኪ ዝደሊ ማለት እዩ ከኡ ቤተሰብ ከምዚ ነገርኩም መጀመርታ ካብኡ ጆቴ ማለት ነው ከምዚ ኢሉ ግርግር ተፈጢሩና ኣለ ሮዚ ብጣዕሚ ኣተናዲዳ ብጣዕሚ ተባሰጫ ማለት እዩ ንድሕቲ ከዓነ ሕማቕ ኣጋጣሚ ካብ ደገና ካብ ውሽጢ ዓዲ ከም ዘፈራርሕዎ ሮዛ ሓደ ነገር ትኹንና ካባኻ ኢና ንደልያ ንኣኻ ኢና ንሓተካ ተጠያቓይ ንስኻ ኢኻ ዝኹሉ ነገር ብሰንክኻ እዩ ኢሎም ከም ዘፈራርሕዎ ማለት እዩ ከም ዘፈራርሕዎ ባ ይቅርታ ቤተሰብ ካብኡ ንሮዚ ጠይቕዋ ዘይ መን እዩ ኢልዋ እንታይ ዓይነት ርክብ ስለ ዘለኪ እዩ ምስኣቶም ከምዚ ኢሎም ከፈራርሕኒ ዝደለዩ እንታይ ዓይነት ርክብ ስለ ዘለኪ እዩ ኢልዋ ኣነ ምንም ኣይፈልጦን እየ ዝፈልጦ ነገር የብለይን ኣይምልከተካይ ከዓ ኢላቶ ማለት እዩ ኣነ ማለት ናተይ በደል ናተይ ሓዘን ዝረኣዩ ሰባት ክኾኑ ይኽእሉ ከምኡ ዝብሉ ዘለዉ ኢላቶ እሳቶም እንታይ ይምልከቶም ኣብ ሂወተይሲ እንታይ ይምልከቶም ንስኺ ሰበይተይ ኢኺ ዝምልከተኒ ድማ ኣነ ብቻ እየ እዩ ዝብላ ዘሎ ማለት እዩ ኣብዚ ኣይትስሓት ጆቲ ማለት እዩ ማለት ሓንቲ ክንደይ ሕልና ዘለዎ ሰብ ኣሎ ይመስለካ ሓደ ሰብ ክብደል ተሪኦምዎ ሕማቅ ዝስምዖም ሰባት ኣለዉ እዮም እና ግድን ዋላ ንዓኻ ጥራይ ዝምልከተካ ተኾነ ጉዳይ ሮዚ ግን ከዓኒ ንሳ ክትሓዝን ንሳ ክትብደል ክርእይዋ ከለዉ ደስ ዘይብሎም ሰባት ወይ ከዓኒ ጽቡቕ ዘይስምዖም ሰባት ክህልዉ ይኽእሉ እዮም። እዚ ከዓኒ ብሕማቕ ብፍቕሪ ምናምን ስለ ዘፍቀርዋ ወይ ከዓ ገለ ኢልካ ክትሓስቦ የብልካን ማለት እዩ። ብጽቡቅ ነገር እንድሕር ተረዲእካዮ ኖርማል እዩ። ሓደ ዝኾነ ነገር ኣኽቢድና ተዘሪእናዮ ከቢድ እዩ፣ ኣቕሊልና ተሪእናዮ ድማ ቀሊል እዩ ማለት እዩ እና ብኸምዚ ይኾኑ ከምኡ ዝብሉ ዘለዉ ማለት እዩ። ግን ኣብ መጨረሻ ቤሰ ማለት እዩ መሰጅ ከም ዝተላእኸሉ ናብ ጀቴ ማለት ሪከርድ ተላኢኸሉ መን ምዃኑ ድማ ከም ዝፈለጠ እዩ ኣብ መጨረሻ ተፈሊጡ ዘሎ ማለት እዩ ናይ ሮዚ ውሽማኣ ዝበሎ መን እዩ ከመይ እዩ እንታይ እዩ ዝብል ማለት እዩ ኣጆቴ ፈሊጥዎ ኣሎ እንታይ እዩ መን እዩ ኣበይ ኣሎ ዝብል ድማ ኣብ ቀፃሊ ቪድዮ ሒዝናልኩም ክንመፅእ ኢና ማለት እዩ ናይ ለማዕቲ ዝነበረትኒ መደብ ግን ነዚኣ ትመስል ነይራ ላይክ ሳብስክራይብ ሼር ምጓር ኣይትሕመቑ ሰሰናይ ንዓኹም ባይ ባይ